እዚ ነገር እዚ ክሳብ እትፈልጥ ከም ዝፈተወትካ ከም ዝመረጸትካ ይስምዐካ ነይሩ። እዞም ፍቕሪ ከም ዝሓዛ ዘምስሉ ወይ ድማ ምስክር ዝመስሉ ተግባራታ ስለ እተርእየካ ጥራሕ መሪጻትንላ ናተይ ክትከውን እያ ሓቢርና ክንቅጽል ኢና ዝብል ግምት ሙሉእ ብሙሉእ ኣብ ውሽጥኻ ሓዲሩ ነይሩ እዩ። ንዝጸሓፍካላ ወይ ንዝደወልካላ ብቕልጡፍ መልሲ ትህብ እያ። ግን ብቐጻልነት ኣይኸውን ሓቢራትካ ናይ ምቕጻል ድሌታ እውን ብግልፂ ተርእየካ እያ ግን ድማ ድሕሪ ዝተወሰነ ግዜ በቃ ዲዛፒር ትገብር ምክንያቱ ይትፈልጦን ኣለካ ምሽ ከምዚ ግራ ዘተኣታትወልካ ስምዒት ትማሊ ምሽ ፅቡቅ ስምዒት ነይርዋ ከምዚ ምሽ ተዛርበን ነይራ ኢልካ ውሽጥካ ኣብ ዝተደላደለሉ እዋን ህልም ትብል በቃ ሃንደበት ህልም ትብል እሞ ኣይደለየትንን ኢል ካብ ዝኣመንካሉ ወይ ኣይፍትወትንን ኢል ካብ ዝተቐበልካሉ እዋን ድማ መሊሳ መፅያ ደሌት ከም ዘለዋ ተርእካ ሓቢርካ ከምትቕፅል ከምዝታት እናገበረት ብዝተፈላለዩ መንገዲ ምሳኻ ንክትፀንሕ ትገብር ግን ድማ ኮሚትመንት ዘይብሉ ኣለካ ምሽ በይንኻ ጥራሕ ተኺዶ ፍቕሪ ጥራሕ ከም ዝኾነ ክስምዐካ ድማ እትገብር ግራ ዘተኣታቱ ስምዒት ሓቂ ትፈትወኒ እየ ኢልካ ዝኣመንካሉ ኣይትፈትወካን ኣይትፈትወንን ኢልካ ዝኣመንካሉ ድማ ምክንያታ ዘይትፈልጡ ድማ መሊሳ ከም ዝፈተወት ኣክት ትገብር እቲ ፀገም ላይክ ስለ ዘይገበረትካ ኣይኮነን ወይ ድማ ኣባኻ ዝፈተወቶ ነገር ስለ ዘየለ ኣይኮነን ፅቡቕ ነገር ስለ ዘለካ ወይ የዋፀአኒ ኢላ ስለ ዝሓሰበት ዝኾነ ነገር ትፍትንላ ግን ድማ እየቕፅልን ስለዚ ኣይፈተወትንን ወይ ላይክ ኣይገበረትንን ዘይኮነሲ ኣይመረፀትንን ብዝብል ሓዙ እቲ ጉዳይ ኣብ መንጎ ምምራፅ ኢኻ እውን ማለት እዩ ክልተ ሰባት እንድሕር ደኣ ላይክ ጌርካ ኮንካ መኒኡ ይሐይሽ ናብ ምባል ኢኻ ትኣቱ እቲ ባላንስ ዝገበረ ወይ ዝሐሸ እዩ ኢልካ ዝኣመንካሉ ወዲ ድማ ፒክ ትገብር ማለት እዩ ከምዚ ክኸውን ከሎ እንታይ ክትገብር ኣለካ ገለ ዝብል መፍትሕታት ሎማዕንቲ ክንርኢ ኢና ክሳዕ መወዳእታ ድማ ሓቢርካ ንጽና ከም ጓል ኣንስተይቲ ኮይነ ብና ደቂ ኣንስትዩ ሳይድ ኮይነ ክዛረበኩም ዝኽእል ሓንቲ ጓል ኣንስተይቲ ከም ኣማራፂ ገይራ እንድሕር ደኣ ሒዛትካ ኮይና እቲ ትኽክለኛ ትርጉሙ ብልባ ርግፀኛ ዝገብራን ነገር ምንም ኣይረኸበትን ማለት እዩ ውሽጣ ይጠራጠር ምሉእነት ኣብ ዘይብሉ እምነት ከም ዝተቐመጠት ድማ የረጋግጽ እንተዘይኮይኑ ድማ ሙሉእ ትኹረታ ምስ ዝኾነ ወዲ ተቐሚጡ ኣሎ ኸዚ ንኣብነት በእሙርኣ ንስኻ ከምቲ ሕሻ ብዝተፈላለየ መንገዲ ሓቢራትካ እንድሕር ደኣ ኮይና ዝሐሸ ህይወት ከም ዝህለዋ ዋላ እውን ንስኻ ከም ትፈትዋ ንሓሰበት ትፀንሕ እሞ ኣለካ ምሽ ከምዚ ከርተተት ዘብላ ሰንፈለል ዘብላ ካሊእ ወዲ ድማ ይህሉ እቲ ክቆርፀላ ዘይከኣለ ኣብ ውሽጣ ዝተቐመጠ ፍቕሪ እውን ሒዛ ትኩረታ ብካሊእ ወዲ ተታሒዙ እንከሎ ግን ንመምሳኻ ሓቢራትካ ክትቀጽል ትደሊ ኣብ መንጎ ክልተ መንገዲ ክትቀርቀር ከላ እዚ ስምዒት እዚ ይፍጠር ከም ጓል ኣንስተይቲ እዚ እየ ከረጋግጸልኩም ዝኽእል ሕዚ ብዙሕ ግዜ ደቂ ተባዕትዮ መብዛሕትኡ ግዜ ትገብርዎ ወይ ድማ ተስተውዕልዎ ተግባር ኢኹም እትርዩ ፅቡቅ ነገር ይገብረለ ኣለኹ የፍቅራ ኣለኹ ዝግባኣ ምንክብኻብ ወይ ድማ ክብሪ ኣብ ዝግባኣ ሰዓት እውን ይርኢ ኣለኹ እዚ እዩ ንፍቅረ እኹል ኢልኩም እትኣምኑ ንሕና ደቂ ኣንስትዮ ድማ ኣብ መንጎ ክልተ መፃምዲ እኹል ዝኾነ ኢሞሽናል ኮኔክሽን ከም ዘሎ ኢና ንርኢ ብተግባር የኽብረኒ ኣሎ የፍቅረኒ ኣሎ ዝግበአኒ ነገር ብምሉኡ ካብቲ ወዲ ይረክብ ኣለኹም ስምዒተይ ክተኣሳሰረለይ ተዘይኽኢሉ ግን ኣእምሮይ ናብ ካልእ ይምርሐኒ ሜሱ ልበይ ድማ ናብ ካልእ ይወስደኒ ስለዚ ብዙሕ ግዜ ከምዚ ክልተ ዓይነት ዝኾነ ስምዒት ክትርእየላ ከለኻ ብልባ እቲ ስምዒት ዘይተኣሳሰረ ኮይኑ ይፀንሕ እሞ ኣእምሮኣ ድማ ሓቢራትካ ንክትፀንሕ ይእዝዛ ኣብ መንጎ እዚ እዩ ዝተፈላለየ ናይ ስምዒት ነፀብራቕ ንክትርኢ ትገብረካ ዘላ ኣብዚ ሰዓት እዚ ልዕሊ መጠን ኣቬላብል እንድሕር ድኣ ትኸውን ኮይንካ ወይ እውን ፍቕርኻ ክርድኦ ንዘይኽእል ሰብ ልዕሊ መጠን ፍቕርኻ ተርኢ እንድሕር ደኣ ኮንካ ስምዒት ዘይህባ ማለት እቲ ቋንቋ ትኽክለኛ ሓቂ እቲ ሎጂክ እናፈለጠቶ ኣብ ውሽጣ ስምዒት ዘይፈጥረላ ምዃኑ እናተረዳእኻ እንድሕር ተተግብሮ ሃሊኻ ኮንካ ናትካ ቫልዩ ሙሉእ ብሙሉእ ንክወርድ ክብርኻ ንከይረአያ እትልግሰላ ዘለኻ ፍቕሪ ናታ ገናናነት ወይ ድማ ናታ ኣብ ዝሐሸ ደረጃ ምህላይ እምበርሲ ናትካ ሕሉይ ሓላይነትን ፍቕርን ከም ዘይኮነ ንኽትግንዘብ ይገብራ በቃ ኣነ ዝሐሽኩ ስለ ዝኾንኩ እዩ ካባይ ዝሐሸት ክረክብ ስለ ዘይኽእል እዩ ዕድመ ልኮ በቃ ከማይ ክረክብ ስለ ዘይክእል እዩ ሕዚ ፍቕሪ ው ዝገልፀለይ ዘሎ ብዝብል ናትኻ ክብሪ ትሕት ኣቢላ ንነብሳ ልዕል ንክተብል ዝገብራ እዩ ሕዚ ብውሽጢ ተዛረቡኒ ብዙሓት ናተይ ተኸታተልቲ ኣለኹም እንዲኹም በቃ ኣብ ዝኾነ ግዜ ፅቡቕ ዝኾነ ስምዒት ተርእየኒ ትፅሕፈለይ ነውግዕ ገለገለ ግዜ እውን ከምዚ ቦይፍሬንድ ናሃለያ ትዛረበኒ እያ በቃ ብግልፂ ቦይፍሬንድ ኣለኒ እዩ ገለ እናበለትኒ ሲ ግን ኣነ ከውግዓ ከለኹ ከምዘን መንጎና ስምዒት ክፈጥሩ ዝኽእሉ ቃላት ወይ ድማ ወግዕታት ከምፀላ ከለኹ ግን ስውላ ተውግዕኒ ብድሕሪኡ ድማ ኣብ ዝኾነ ሰዓት ካባይ ትጠፍእ ጠፊኣ እያ ኢለ ኣነ እውን ጠቕሊለ ክገድፋ ከለኹ ድማ ተመሊሳ መፅያ እንደገና ፍቕራዊ ርክብ ከም ዘለና ዘምስሉ ብዙሓት ዝኾኑ ፅሑፋትን ወግዕታትን ሒዛትለይ ትምለስ ኣብ መንጎ እዚ በቃ ግራይ ኣትየኒ ኣነ ትደልየኒ እንተኮይና ንምንታይ እያ ዘይትቕፅል ዘይትቕፅል ተኮይና ድማ ንምንታይ እያ ዘይትገድፈኒ ኢቨን ቦይ ፍሬንድ ኣለኒ ገለ ከይበለት ከላ እውን ሶ ኢለን ገለገለ ደቂ ኣንስትዮ ፅቡቅ ዝኾነ ኮሚትመንት በቃ ኦፕን ዓይነት ኣጓላት ይኾና እሞ ብድሕሪኡ እቲ ወዲ ክቐርበን ከሎ ግሪን ፍላግ ሪኤ ኣለኹ ገለ ኢሉ ክቐርብ ከሎ ወይ ንፍቕሪ ክጥየቐን ከሎ ድማ ኣይ ኣነን ንስኻን እኮ ሓቢርና ብፍቕሪ ክንቅፅል ኣይንኽእልን ኣሕዋት ጥራሕ ኢና ክንከውን ንኽእል ወይ ድማ ዓርከይ ጥራሕ ክገብረካ ዝኽእል እዚ ኩሉ ግዜ ብፍቕሪ ናዕለልካያ እሺ እናበለት ማለት ከምዚ እሺ ዝመስሉ ቃላት ወይ መልስታት ናሃበትካ ፀኒሓሲ ሙሉእ ብሙሉእ ገፅ እናረኸብካ ፀኒሕኻሲ እቲ ኣብቲ ትኽክለኛ ኣብቲ ቁርፂ እዋን ክኸውን ከሎ ግን ሓቢርና ክንከውን ዘይንኽእል ሰብ እኮ ኢና ገለ ትብለካ ከምዚ ዓይነት ደቂ ኣንስትዮ በቃ ልበን ዝኾነ ወዲ ኣሎ ዘንገላትዐን ኣብ ውሽጠን ዝቕመጥ ኣለካ ሓቂ በቃ ነቲ ወዲ እሱ ይደልያ እሞ ብስምዒተን ግን ድማ እሙርአን ምሳኻ ወይ ሓቢራትካ ክትፀንሕ ከላ ሰላም ስለ ዝረክብ ዝሐሸ ህይወት ስለ እትህባ ብዝሐሸ ደረጃ ስለ እተኽብራ ካብቲ ተፍቀረቶ ወዲ ዝሰኣነቶ ነገር ካባኻ ስለ እትረክብ ጥራሕ ማለት እዩ ብተኸታታሊ ሓቢራትካ ንክትቕጽል ፍቕሪ ዝመስሉ ነገራት ንክተርእየካ ኣብ ልብኻ ድማ ዝሐሸ ተስፋ ንክወርር ንክጸንሕ ትገብር ማለት እዩ ሕዚ ከምዚ ክገብረካ ከለዉ ሰብ ድማስ ግራ እዩ ዝኣትየካ ሓቂ በቃ ግራ ኣትየካ ክገድፋ ድዩ ዘለኒ ክቕፅል ድዩ ዘለኒ መመሊሰ ዶ ፍቕረይ ክዛረባ ኣለካ ምሽ ገና ስለ ዘይተዛረብካያ ወይ እውን ሓደ ግዜ ስለ ዝተዛረብካያ ጥራሕሲ ፍቕርኻ ዘይርዳእ ይመስለካ እሞ መመሊስካ ደደጋጊምካ ውሽጥኻ ክትገልጸላ ብዙሕ ግዜ ንነብስኻ ተስተውዕሎ ከምዚ ክገብራ ከለዋ ደቂ ኣንስትዮ ስለ ዘይተረድአን ኣይኮነን ወይ እውን ናትካ ፍቕሪ ዘይረኣየን ስለ ዘሎ ኣይኮነን እቲ ግልፂ ምኽንያት በቃ ሓቢራትካ ክትፀንሕ ዘኽእላ ትኽክለኛ ዝኾነ ኮኔክሽን ኣብ መንጎኹም ስለዘየለ እዩ። ነዚ ድማ ባይዘወይ ካብ ዘይትደልዩ ሰብ ፍቕሪ ክዘንበልኻ ከሎ ማለት እዩ ናቲ ፍቕሪ ዋጋ ኣይርደእካን እዩ ንስኻ ምድሪ ሰተጥሐ ውድቅ ኢለ ክነብረልኪ ወይ ኣኽቢረ ከንብረኪ እናበልካያ እናሃለኻ ምንም ዘይክመስላ ክእል እዩ እቲ እትደለዮ ወዲ ግን ሃይ ውዕለ ከመይ ተይልዋ ማለት እዩ ናብ ፍቕሪ ቃላት ዝመስላ ናይቲ ዝደለየቶ ናቲ ሃይ ዝበላ ወዲ ጥራሕ እያ በቃ ክተስተውዕሎ ትኽእል ንስኻ ልዕሊ መጠን ፍቕርን ክብርን እናረኣኻያ በቃ ዘይክረኣያ ይኽእል እዩ ኣብ ውሽጣ እቲ ትኽክለኛ ዝኾነ ስምዒት እንድሕር ደኣ ዘይሃልዋ እሺ እቶም ፀገማት ኣውግኤን ኣለና መፍትሒ ከሞ እንታይ እሞ ከምዚ ዝበለት ጓል እንድሕር ኣብ ሂወት ይሃልያሲ ከመይ ገይረ እየ ሸብ ኢደይ ከእትዋ እንታይ ትዝህልወኒ ወይ እንታይ ተገይረ ጥራሕ እየ እቲ ዝበልክኒ ኮኔክሽን ኣብ መንጎና ክፍጠር ክገብሩ ዝኽእል ዝብል ሕቶ ምልዓልካ ዘይቐርእ እዩ ነዚ ድማ መልሲ ገይረ ክህበኩም ዝደሊ መብዛሕትኹም ደቂ ተባዕትዮ ማለት ከም ግዴታ ይትቑፀርዎ ግዴታ ክብለካ ከለኹ እዛ ጓል እዚኣ ኣብ ኢደይ ከእትዋ ኣለኒ ህልኽ ወይ ሞት ገሌልካ ትሓስብ ተኮይንካ ፍፁም ኣይትመፀልካን እያ ምክንያቱ ኣብ ዝኾነ ግዜ ምስ ዝኾነ ሰብ እንድሕር ብጣዕሚ ስታክ ትገብር ኮይንካ እቲ ሰብ ናትካ ናይ ምዃኑ ዕድል ብጣዕሚ ዝወረደ እዩ ኣይደለን ኢልካ ክትኣምን ከለኻ ተመፀት መፀት ተኸደት ኸደት ትብል ከለኻ እዚኣ ብዙሕ ግዜ ውግእናላ ኢና ክሳዕ መወዳእታ ናተ እያ ኢልኩም ኣይትእመኑ ሎሚ ንበርዋ እሞ ፅባሕ ዝኸውን እንተኾይኑ ፅቡቅ እንተዘይኮይኑ ግን እታ ሎሚ ዘላ ጥዕምቲ ሂወት ነቢርና ንሕለፍ ኢልካ ክትኣምን ከለኻ እዩ መብዛሕትኡ ግዜ ፍቅራዊ ሂወት ዝስተኻኸል ስለዚ እቲ ዋና ነገር ማለት እዩ ናተይ ትኾነ ኣለዋ ኢልካ በቃ ብግዴታ ይትሓዛ ተታሒዛ ትኾይና ብልባ ምንም ክትገብራ ኣይትኽእልን ኢኻ እቲ ክትዛረባ ዝግበእካ ወይ ክተሪያ ዝግበእካ ነገር ኦሮማይ ርኢኻ ኣለኻ ወይ ተርኢ ኣለኻ ኢኻ ብድሕሪኡ ምንም እተምፆ ለውጢ የለን ኣይ ብዝኾነ ይኹን ሓግዝኒ ናይ ግድን ክረኽባ ኣለኒ ኢልካ እትኣምን እንተኾይንካ ግን ኣትሊስት ሓደ ነገር ኣይትደጋግም ማለት እዚ እንድሕር ከም ዝገበረት እንድሕር ዳ ተረዲእካ በዚ ሕዚ ተዛረብኩኻ እዎ ናተይ ከምኡ እያ ትገብር ኢልካ እንድሕር ዳ ሓሲብካ እሳ ብዝመረሐትካ መንገዲ ስኢልካ ኣይትፍሰስ ስምዒታ ብዘርእየትካ ቁፅሪ ስኢልካ ናትካ ስምዒት እውን ግልፂ ኣይትግበርም ካባኻ እትረኽቦ ዘላ ነገር ክትስእኖ ስለ ዘይትደሊ ጥራሕ ንስኻ ፍቕሪ ማህብ ኣብ ዘቋረጽካዩ ወይ ናብኣ ምቕራብ ኣብ ዝገደፍካዩ እዋን እናመጸት ብዙሕ ፍቕሪ ብምልጋስ ከም ዝፈተወት ብምምሳል ዝተፈላለዩ ነገራት ፈተነታት ክትገብር ከላ ንሳ ከም ዝሓሰበቶ ክኸውን ከም ዘይኽእል ካብኡ ድማ ብግልፂ ሓቢርና ክንቅፅል እንኽእል ዓይነት ሰባት እንተኮይንና ንቐፅል እንተዘይኮይኑ ግን እዚ ነገር እዚ ተነቋርፆ ኢልካ ብምዝራብ ኣብ ኢዳ ዝነበረ ተስፋ ትስእኖ ከም ዘላ ንክትሓስብ ምግባር ትኽእል ኢኻ። እዚ እዩን ጓል ኣንስተይቲ ክምርሓ ዝኽእል ከምዚ ዝሓዘቶ ነገር ትስእኖ ከም ዘላ ስለ እትግንዘብ ናትካ ቫልዩ ናትካ ፍቕሪ ግልፂ እናኾነላ ንክኸይድ ዝገብር እዚ ጥራሕ እዩ። ተዘይኮይኑ ግን ሓደ ነገር ብምድግጋም ንሳ ብዝመርሐትካ ሱኢልካ ምፍሳስ ፍቕርኻ ከምዘይትደልዩ ዘላ ወይ ድማ ከምዘይትግንዘቡ ከም ዘላ እናፈለጥካ ዓስርተ ግዜ ምድግጋም እታ ጓል ኣንስተይቲ ንክትንዕቀካ ካብ ምግባር ሓሊፉ ምንም ዘምፅልካ ጥቕሚ ይብልን ስለዚ እዚ ብምግባር ክተስተኻኸሉ ትኽእል ኢኻ ይሆብ ጠቂሙኩም ከም ዝኸውን ናይ ልማዓንቲ ምኽሪ ኣብ ቀፃሊ መኻሊ ሓሳብ ሒዘልኩም ክመፅእ ክሳብ ሽዑ ሰላም